ሰላም ሰላም ዝኸበርኩም ኣሕዋት ከመይ ትኾኑ ሓውኹም መንግስየ ሎማዓንቲ ከዓኒ ብኻልእ ስራሕ ብኻልእ ቪድዮ መፅኤኩም ኣለኹ ናይ ሎማዓንቲ ቪድዮ ፌስቲን ዝበሃል ናይ ፎቶ ኤዲቲን ወይ ከዓ ስእሊ መተዓራረይ እዩ እዚ ኣፕሊኬሽን እዚ ኣብ ፕሌይ ስቶር ትረኽብዎ ኢኹም ፌስቲን ኢልኩም ጺሒፍኩም ሰርች ትብልዎ ኣነ ድሮ ዳውንሎድ ገይረዮ ኣለኹ ልዕሊ ዓሰርተ ሚልዮን ሰብ ዳውንሎድ ገይሩ ዝጥቀመሉ ኣፕሊኬሽን እዩ ኣውሪድኩም ዳውንሎድ ገይርኩም ክትጥቀምሉ እየ ዝሕብረኩም ነቶም ብፍላይ ታሽሙ ብጣዕሚ ቀሊል ቀሊል እዩ ኤዲት መግበሪ ናቱ ቀጥታ ናብቲ ትምህርቲ ክወስደኩም እየ እዚኣ እታ ኣፕሊኬሽን ኣነ ኣውሪድያ ስለ ዝኾንኩ ክፍት ምስ ኣበልናያ ከምዚ ዝመጻልና ናት ኣነ ናተይ ስእሊ ኣእትየሉ ኣለኹ ኣብዛ ላዓሊ ናይ ጋለሪ ምልክት ዘላታ ኣብኣ ኣቲና ስእሊ ክንመርጸላ ንኽእል ኢና ኣነ ሕጂ ናተይ ስእሊ ኣእትየሉ ኣለኹ ኣብዚኣ ሕጂ ስሙዝ ዝብል ኣሎ ፌስ ዝብል ኣሎ ኣብታ ፌስ ትብል ፌስ ኣቲና ቼክ ክንገብር ኢና ከመይ ጌርና ከም ነስተኻኽል ሕጂ ራእይዎ ፌስ ይብል ኣሎ ካብ ፌስ ዝጅምር ምስትኽኻል ትሪእዎ ኣለኹ ኦኬ ኣብ ላዕሊ ኣብዛ ስማይል ትብል ደላ ኣብዚኣ ከዓ ጀው ትብል ደላ ኣብኣ ንትንክፍ ራይዎ ኣብ መንከሰይ ከመይ ገይረ የስተኻኽሎ ኣሎ ትሪእዎ ኣለኹ ኦኬ ብድሕሪኡ ኣብዚኣ ኣይስ ትብል ደላ ንኣቱ ኣብዛ ናይ ዓይኒ ምልክት ራኣይዎ ሳይዝ ከመይ ጌሩ ከም ዘስተኻኽሎ ነቲ ዓይኒ ወይ የጽብቦ ከምዚ ጌሩ ወይ ከኣ ነግፍሖ ከምዚ ትሪእዎ ኣለኹም ብድሕሪኡ ናብታ ሓንቲ ንሰግር ራኣይዎ ከምዚ እንዳገበርና ብምሉእ እዚ ናይ ዓይኒ ንላዕሊ ገጹ ከመይ ጌሩ ከም ዘግፍሖ ከም ዘጽብቦ እንትሪእዎ ኣለኹም እዚ ከኣ ንጎኒ ትሪእዎ ኣለኹም ናይ ዓይንና ቅርጺ የስተካክሎ እዚ ከኣ ርኣይዎ። ኦኬ ብድሕሪ ናይ ኣፍንጫ ንመርጽ። ኣፍንጫና ከመይ ጌሩ ከም ዘስተካክሎ ርኣይዎ። ብጣዕሚ ቀሊል ኣሰራርሓ እንተ ኣሽሙን እዩ ዘለዎ ክተስተካክሉን ክተበላሽዉን ትክእሉ ኢኩም። ንምስትክካል ተተጠቂምኩምሉ ጽቡቅ ርኣይዎ። ሪኢኹሞ ኣራይ ኣነ ሕልፍ ሕልፍ ኢለ ከሪኤኩም እየ ኣብዚ ናይ ቅርኒብ ዓይንና ዘሎ ኣብዚ ናይ ላዕሊ ዘሎ ታሽሙ ሸፋሽፍትና ራእይዎ ሸፋሽፍቲ ናይ ዓይኒ ቅርኒብ ኣይኮነን ትሪእዎ ኣለኹም ኣነ ሕልፍ ሕልፍ እንዳበልኩ ክሪእኩም ስለ ዝደለኹ እየ ዝጎይ ዘለኹ ብድሕሪኡ እዚ ናይ ከንፈርና ራእይዎ ትሪእዎ ኣለኹም ከመይ ገይሩ እቲ ሳይዝ እታ ሽሙ ከም ዝገብሮ ኣራይ ብዳሪኡ ናብ ካልእ ክንሰግር እዚ እንታይ ሽሙ ዋላ ሓንቲ ከምዚ ትደልዮ ይመስለን ትሪእዎ ኣለኹም እስቲ ባክ ኢልና ክንምለስ ድሓን ኣነ ናብ ቀጥታ ናብታ ሽሙ ክወስደኩም እየ እዚ ሜክኣፕ መግበሪ እዩ እዚ ሜክኣፕ ድብል ደሎ ትሪእዎ ኣለኹም እዚ ከዓ ናይ ስኒ እንታይ ሽሙ እያ ስኒ ረኣይዎ እነዚ ስነይ ኣውቶ ምስ በልክዎ ብልጭልጭ ድበለ ፃዕዳ ገብሮ ትሪእዎ ኣለኹም ፃዕዳ ትሪእዎ ኣለኹም ከምዚ ህስስ ዝበለ እንድሕር ፀኒሑ ኣውቶ ምስ በልኩሞ ብልጭ ድበለ ጸዓዳ ገብሮ። እንድሕር ክደምቀልኩም ደሊኹም ከኣ ነዚኣ ክሳብ ጫፍ ትወስድዋ ማለት እዩ። ኣራይ ኣብዚኣ ከኣ እንታይ ትብል እዚኣ ሜክኣፕ ትብለላ ከኣ ራይዋ። ሜክኣፕ ካብዚ ክንመርጽ ንኽእል ኢና። ካብዚ ላዕሊ ደሎ ከለር ራይዎ። ኩሉ ንመርጾ ኢና ኣነ ዝኾነ መሪጸ ራይዎ። ብሩሽ እመርጸሉ። ብሩሽ መሪጸ ምስትኸኻል ትሪእዎ ኣለኹም ዝመረፅካዮ ከለር እዩ ድለኽየካ ክተስተኻኽሎ ትኽእል ኢኻ ምርጫ ናትኩም እዩ ኣነ ዝመረፅክዎ ተጣሽሙ ትኽክል ተዘይኮይኑ ረኣይዎ ካልእ ዓይነት መሪፀ ኣለኹ ሕጂ ኸዓ ቀይረ ትሪእዎ ኣለኹም ኣነ ስቅ ኢለ ኢለ ክየ ስለ ዘለኩ እየ እዚ ቅልጥፍ ቅልጥፍ እንዳበልኩ ንስኩም ቀስ ጌርኩም ተስተካክሉ ትክእሉ ኢኩም። ብዙሕ ታኣሽሙለዎ ናቱ ብሩሽ ከምዚ እንዳበልኩም እቲ ስእልታት እቲ ቀለማት እንዳመረጽኩም ክትከዱ ትክእሉ ኢኩም። ናብ ዝቅጽል። ሕራይ ናብ ዝቕጽል እታ ብጣዕሚ ብዙሕ ኣለዎ ኣብዚ እንዳኣተኹም ረኣይዎ እስኹም እዚ ፊልተር እዩ ድብል ዘሎ እዚ ኣብ ብዙሕ ቦታ ሪኢኹሞ ትኾኑ ኢኹም ዋላ ሓንቲ ተኣሽሙ የብሉን ከለር ጥራይ ድቀያይረልካ ኣብዚኣ ሄር ትብል ዘላ ትሪእዋ ኣለኹም እዚ ሄር ጨጉሪ ሕብሪ ክትቀያይሩ ትኽእሉ ኢኹም ረኣይዎ ኣብቲ ናይ ጨጉረይ እንታይ ዓይነት ሕብሪ ተኣሽሙ ከም ዘብሎ ትሪእዎ ኣለኹም ልክዕ ከምቲ ኣነ ሕጂ ዝፀሊም ኣፕላይ ክብሎ ክእል እየ ኦኬ ኤክስ ኢለ ኣነ ሕጂ ጫፍ ጫፍ እየ ዘርእየኩም ዘለኹ እስኹም ኣቲኹም ሙሉእ ክትሪእዎ ትኽእሉ እዮም ኣብዚኣ ክሎዝ ትብል ደላ እንድሕር ኣቲና ከዓ ናይዚኣ ከዓ ዝተፈለየ እዩ ራይዎ እቲ ገይረዮ ዘለኹ ጎልፎ ሙሉእ ብሙሉእ ሕብሩ ይቕየር ትሪእዎ ኣለኹም ትሪእዎ ኣለኹም ኦኬ ከምዚ እናገበርና ብጣዕሚ ብዙሕ ሕብርታት ኣለዎ ኣብዚ እንዳኣተና ክንሪኦ ንኽእል ኢና ኣብዚኣ ካስተም ትብል ንድሕር ኣቲኹም ግን ካብ ናትኩም ቪድዮ ኣብ ናትኩም ስእልታት ዘሎ ኢኹም ክትቅይርዎ ትኽእሉ ስቕኢለ እዚኣ ተተንኪፍያ ርኣይዎ ናታ ስእሊ ዝኣቱ ኣብቲ መንጎ ክዳነይ ትሪእዎ ኣለኹም ካስተም ትብል ስለ ዝመረጽኩ ማለት እዩ ኦኬ እዚኣ ኤክስ ኢለ ወጽየ ባክግራውንድ ሪኹሞ ክሊክ ምስ ገበርኩዎ ጥራይ ባክግራውንድ በዓሉ ይቕይር ምርጫ ትሪእዎ ኣለኹም ደስ ዝበለኩም ንዓኹም እንዳቀያየርኩም ክትሪእዎ ትኽእሉ ኢኹም ኣራይ ናይ ሎም ዓንቲ ትምህርቲ እዚኣ ትመስል ነይራ ብቕልል ዝበለት ኣሽሙ ያርእኩም ናትኩም ስእሊ ባክግራውንድ ክትገብርዎ ትኽእሉ ኢኹም ደስ ዝበለኩም ትሪእዎ ኣለኹም ናትኩም ስእሊ ክትቅይርዎ ትኽእሉ ኢኹም ብድሕሪት ደስ ዝበለኩም ዓይነት ስእሊ ክትገብሩ ትኽእሉ ኢኹም ከምዚ ኣንቀሳቂስኩም ከኣ ክተስተኻኽልዎ ትኽእሉ ኢኹም ኣነ ብቅልል ቅልል ዝበለ ሕልፍ ሕልፍ ኢለ ኣርእየኩም ንስኹም ክሳብ ውሽጡ ቀስ ኢልኩም እንዳኣተኹም ግዜ ወሲድኩም ካብዚ ዝሓሸ ጌርኩም ክትሰርሕሉ ትኽእሉ ኢኹም ኢለ ይኣምን እየ ሓውኹም መንግሰይን ሎማዓንቲ ዝበልክዎ ትምህርቲ እዚ ይመስል ኔሩ ብሩኽ መዓልቲ ወድሓንኩም።